Hello, this is Microphone Media. Please like, subscribe, and share. Thank you.
ሰላም ጥዕና ሃበለይ ድሓን ደው ኢልኩም ድሓን ድሓዲርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓድሽ ዝኾንኩም ከዓ መንቋዕ ዳህና መፀኹም እናበልና ናይ ኩልሻ ዓመት መፅቲ ናይዚ ቤተሰብ ንኣካል ኮይንኩም ክትቅፅሉ ኣገዳሲ ግዜ ኢና ኣለና እሞ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ገይርኩም ንክሰብዎ እውን ብኽብሪ ንዕድመኩም ሰማዕተይ ላይክ ምግባር ሰብስክራይብ ምግባር ኣይትረስዑ እዚ እናበልኩም በኣርከስ ትሪእዎም ዘለኹም እዚኦም ክልተ ግዝያዊ ምምሕዳር ካብዚኦም ዝረኸብናዮም ወይ ከዓ ህዝቢ ትግራይ ዝጓሳቋለሎም ዝነበረ ህዘብ ትግራይ እንታይ ይካየደ ኣሎ ብኣቶም ግዜ ከ እንታይ ይካየደ ኣሎ ኣነፃፂራ እዚ ረኸብናዮ ሓበሬታታት ኣሎ ብጣዕሚ ብጣዕሚ ብጣዕሚ ብጣዕሚ ዘሕጉስ ኩነት ሕጊ ይኽበር እዩ ዘሎ ሀዚ ማንም ካብ ሕጊ ንታሕቲ እዩ እምበር ካብ ሕጊ ንላዕሊ ዝኾነ የለን ማንም ሕጊ ዘጥፈእ ቅድሚ እቶም ወረርትና ኣፀራሪግና ምውፃእና ብሓፂር ግዘ ኩሎም ሓደ ሚልዮን ቅርሺ ናብ ኣካውንቶም ዝኣተዎም ነይሮም ካብ ብልፅግና ናብ ሕሳቦም ናብ ባንኪ ሕሳቦም ዝኣተወሎም ናይ ወረዳታትን ናይ ዝተፈላለየ ስልጣን ዝነበሮምን ከም ዝነበሩ ይፍለጥ ኣሎ ይረአ ኣሎ ሕዚ ሰማዕተይ ሕዚ ግን ኩሎም ይእረዩ ኣለዉ ሱሮም ኣንዊሖም እዮም ነይሮም ኖወንደር እዚ እውነት ንምዝራብ ለካ ሓቆም እዮም ንጻርቃንን ንጌታቸው ጉራን ፈኸራን ጃህራን ህዝቢ ምሳና እዩ ዝብሉ ዝነበሩ ምክንያቱም ዘይወፀ ገንዘብ የለን ዘየፍሰስዎ ነገር የለን። እዚ ግዝያዊ ምምሕዳር ዝበሃል ናይዚኣቶም እንታይ ኢና ረኺብናሉ? እንታይ ኢና ረኺብናሉ? ዘልኣለም ጉራን ፈኸራን ምስ ጎረባብቲ ዓደይ ይቐሪ፣ ምስ ጎረባብቲ ክልለይ ይቐሪ፣ ዘጻልኡና ዝነበሩ እኒ ጌታቸው እናወጹ ናብ ቴሌቪዥን እናወጹ ከምዚ ክንገብር ኢና፣ ከነወራርድ ኢና፣ ሕሳብ ከምዚ ክንገብር ኢና ገለ እናበሉ ምስ ህዝቢ ዝብትንዎ ዝነበሩ እምበር ጥቕሚ እንታይ እያ ረኺባ ትግራይ? ሐዚ ምስ ጎረባብትና ሰላም ፈጢርና ምስ ጎረባብትና ምሕዝና ፈጢርና ክንነብር ኢና ፀላኢ እውን ናይ ኩልና ፀላኢ እዩ ሓቢርና ክነጥፍኦ እዩ እዩ ዝብሃል ዘሎ እናነፃፀርኩም ሰማዕተይ እናነፃፀርኩም እታ ትግርኛ ድያ ኣምሓርኛ እዚኣ ኣምሓርኛ እንተኮይኑ እርም እናበልኩም ቃላት ዘዛረቦ ሰማዕተይ እንታይ ማለተይ ምኳኑ እቲ ዋና ኣምሓርኛ ዶ ሓዊሰሉ እየ ኣይሓወስኩሉን እንተይኮነስ እንታይ እዮ ዝብል ዘሎ ጠቓሚ ነጥቢ እንታይ እዩ ኢልኩም ክትርእይዎ እየ ዝደሊ ግን ቅድሚኡ ከ እንታይ ይበሃል ነይሩ በቃ ከ ኣብዪ ኣሕመድ ዝደልያ ፋኖ ክጠፍእ እንተኮይኑ ፋኖ ክጠፍእ ኣለዎ ከምዚ ገይሩ ወሪሩ ዝኒሄ ፋኖ ዝወረሮ መሬት ሓንቲ ሰንቲሜትር እውን የለን ናይ ትግራይ መሬት ፋኖ ዝሓዞ የለን ሓንቲ ዓብዪ ኣሕመድ እዩ ሒዝዎ እኒሆ ናይ ኦሮሞ ብልፅግና እዮም ዝጉሕጉሕዎ ዘሎ ሃፍትታት ትግራይ ኣብ ምዕራብ ትግራይ ዘሎ ኣብ ዝተፈላለየ ቦታ ዘሎ ብዝርዝር ጌርና ክንነግረኩም ኢና ሰማዕቲ ካሊእ ኸ ካሊእ ብዚ ግዜያዊ ምምሕዳር ዝነበረ ዝነበረ ሃንግ ተስታወስዎ ሃንግ ኣብ ዝሓለፍካዮ ተደፊረን እያ ዋእ ብጣዕሚ ዘሕፍር ዘሕፍር ኮይና በፂሕና ነርና ኣደታትና ተደፊረን እየን ብዝመፁ ዝወረርቲ ተስፋሕፋሕቲ ናይ ዓብዪ ኣሕመድ ሰራዊትን ዓሰርተ ኣርባዕተ ዓድታት ኣለዉ እዮም ሰማዕተይ ዓሰርተ ኣርባዕተ ዓድታት ባዕሉ ዓብዪ ኣሕመድ ዝኣመኖ ኣብ ትግራይ ወይ ኣፅዋር ዝሃቡ ብዝርዝር ከምፀልኩም እየ ብደንብ ገይረ እናቀነባበርክዎ እየ ዘለኹ ግን ከ እዚኦም ኩሉዮም ኣኪቡ ግን እንታይ እዩ ዝገብር ነይሩ ዓብዪ ኣሕመድ ህዝብና የድፍረ ኣሎ እናበልና ዝነበርና ካብኡ ብዝገደደ ከ እንታይ ኮይኑ ንጌታቸው ናብ ስልጣን ምስ መፀ ንሱ ብንሱ ተጋሩ ይደፍርወን ኣለው እቲ ዝኹለይ ደፊረን ተደፊረን እየን ኣሕዋትና ዝኹለይ ዘይኸውን ነገር ተ- ተጌርወን እዩ እ፣ ዝበሃል ዝነበረ ባዕልቶም እዮም ደፊርሞ ክሻዕ ዝበሃል ክሳድና ኣቕኒዕና ንኸይንኸይድ ዝገበሩና እዮም ብንታደሰ ግዜን ብ እ፣ ጌታቸው ግዘን እዚ ብዝርዝር እንታይ ኢልናኩም ትማልፍት ዝሓለፈ ቪድዮና ከድኩም ክትርእዩ ትኽእሉ ኢኹም። ኣብ ኩሉ ወረዳታት ዘለዉ ቶም ከምኡ ዝገብሩ ዝነበሩ ኮነ ኢልካ እዩ ተገይሩ። ኮነ ኢልካ ክድፈራ፣ ኮነ ኢልካ ክንማረር ህዝቢ፣ ኮነ ኢልካ ሕክምና ከይረኽቡ፣ ኮነ ኢልካ መናእሰያት ክብተኑ ዝግበር ዝነበረሲ ባዕሉ እቲ መንእሰይ ኣይኮነን ዝኸን ነይሩ። ገንዘብ እናተኸፈሎም እዮም ከምዚ እንዲሆ እዚ ክትረኽቡ ኢኹም ከምዚ ክትገብሩ ኢኹም እናተባሃሉ እዮም ዝወፁ ነይሮም። እቲ ሸርሒ እንካብ ኣራት ኪሎ ኢት ዋና እቲ ስክሪፕት ተፅሒፉ ተውሂብዎም ንታደሰ ወረደን ንጌታቸው ረዳን ንፃድቃን ዝገብርዎ ዝነበሩ እዮም ዝብሉና ዘሎ ካሊእ ፍርቂ ትግራይ ፍርቂ ትግራይ እሃ ጌርካ መሬት ዝገዝአ ይግዝኣዮ ተመዛበልቲ ጥራሕ ይመለሱ ይረኹም ግዲ ዝኹለይ ተጨፍጭፎም ተቐቲሎም ኩርንኩርዲት ንድሓር ተኣሲሮም ናብ ተከዘ ዝተደብረ ህዝቢ ዕላማ ከም ሰሳሕ እስቲ ብግንባራ ዶ ክሳዳ ጥይት ክተትውላ ኢኹም እናተባሃለ ንዓሰርተ ንዕስራ ተደፊሩ ዝተወደአ ዝተጨፍጨፈ ከምኡ እናተደፈረ እናሃለወ ዝረአየ ቤተሰቡ ዝረአየ ናፍቶም ኩሉ ገበን ዘብፅሑ ይመለሱ መሬት ንሕና ግዲ የብልናን ኣምሓራ ይግዝኣዮ ኦሮሞ ይግዝኣዮ ብዘየገድስ እዮም ዝብሉ ነይሮም እኒ እኒ እዞም ክልተ ፕረዚደንታት ናይ ግዜያዊ ምምሕዳር ፕረዚደንት ርእዎ ኣለኹም ማለት እዩ ጌታቸውን ታደሰን ሰላሓት ጉልምድም ንፃርቃን ካልእኸ ክትራን፣ ስርቂ፣ ስደት፣ ጥምየት እዚ ኩለይ ዝግበር ዝነበረ ኮነ ኢልካ ካብ ኣራት ኪሎ ዝተልኣኸ እዩ ኮነ ኢልካ እዚ ኸ መንእሰይ ኣብ ዓዲ ኮይኑ ብዝገርም ብዝገርም ኩነት ዓዲ ናሓራ ክነውፅእ ኢና እዩ ዝብል ዘሎ ሓደ መራሒ ሓንቲ ንእሽተይ ተስፋ እንተረኺቡ እቲ ህዝብናሲ እንታይ ተኣምር ክሰርሕ ከም ዝኽእል እኮ እዩ ዘርእየና ዘሎ። እንታይ ተኣምር ክሰርሕ ከም ዝኽእል ብቐሊሉ ክሓብር ከም ዝኽእል ኣብ ትግራይ ጥራሕ ዘሎ ኣይኮነን ዝብለኩም ዘለኹ ኣብ ዲያስፖራ ዘሎ ህዝ እንታይ ጀሚሩ ዘሎ ሰልፊ ምግባር ጀሚሩ ኣሎ ንዩናይትድ ዓረብ ኤምሬት ኢድ ክሰሓብ ኢድ ክኣክ ብምባል ጀሚሩ ኣሎ። ንቱርኪ ተተኳሲ ከይትሰደሉ ኦርለይ ተን ድሮናት ሰዲካ ኣሊኻ ግን እቲ ድሮን ብዘይ ተተኳሲ ምንም ክሰርሕ ስለ ዘይኽእል ተተኳሲ ከይትሸጠሉ እናተባህለ ኣብ ዝተፈላለየ ዓድታት ትግረዋይ ይፅሕፍ ኣሎ ይእቶ ኣሎ ብዙሕ ዝተምሃረ ትግረዋይ እኒሀ እዩ ብዙሕ ደጌታቸው ግዘኸ ኩሉ ነገር ኩሉ ነገር ክብተን ክፈርሕ ክርዕድ ንሳቶም ጥራሕ ዝሰኽርሉ ዝሸርሙጥሉ ኣብ ኣዲስ ኣበባ መቐለን ዝዘልሉ እንድሕር ረኺቦም ህዝቢ እንታይ ግዶም እንታይ ግዶም ካብዚኣቶም ካብዞም ክልተ ፕረዚደንታት ግዜያዊ ምምሕዳር ፕረዚደንታት ዝተረኽበ ውርደት እምበር ምንም ነገር የለን ሓደ ክልተ ሰለስተ ክውስኸልኩም ሰማዕተይ ተስታውስዎ ሰማዕተይ ጀነራላት ትግራይ ጌታቸው ረዳ ከልዒሉ ንፍስሃ ማንጁስ ኣባይ ረካ እየ ንዮሃንስ መዲድ ኣባይ ረካ እየ ንምግበይ ሃይለ ኣባይ ረካ እየ ዋ ሸዓ ዝፀሓፋ ፍስሃ ማንጁስ እውነት ንምዘራ ብጣዕሚ እያ ኩሉ ሸዓ ተዕጉሰኒ ዘይሰቐልካዮ ዶ ይውረድ እዩ? ዘይሾምካዮ እኮ ውረድ ኣይትብሎን ኢኻ ኢሉ ዝጸሓፋ ናይ ሰላምን ጸጥታን ሓላፊ ንኣለ ፍስሃ ማንጁስ ብጣዕሚ ደስ እትብል እያ። ሓቂ እዩ። ሓቕሓ እንሄካ እዚ ንኣብነት እንድሕር ኣብ መሬት ከፍ ኢሉ እናሃለወ ውረድ ዶ ትብሎ ኢኻ? ወይ ከዓ ካሊእ ሰብ ዝሰቐሎ ካሊእ ሰብ ዝሰርሖ ውረድ ዶ ትብሎ ኢኻ? ዘይሾምካዮ እኮ ውረድ ኣይትብልን ኢኻ። መን እዩ ንሱ ጌታቸው ዝሸይም ንጀነራላት ትግራይ ነቶም ዝኳሽሑ ዘለዉ ነቶም ኣብ ግንባር ኣብ ቁርን ኣብ ፀሓይን ምስ ደቂ ደቆም ዝኣኽሉ ዝቃለሱ ዘለዉ ንሳቶም ድዮም ውረድ ኢሎም ከባርርዎ ዝግብኦም ወይስ ንሱ እዩ ከባርሮም ግን ሪእዋ ሪእዋ እንታይ ክገብሩ ከም ዝሰርሐት ጅግና ሰራዊትና እንታይ ክገብሩ ከም ዝሰርሑ ሪእዋ ጉያ ኮይኑ ምልጥጥ ሰካራም ሱስ ዘለዎ ኩሉ ዓይነት ዋ እንታይ ከ እዩ ብስሩ ናይዘም ክልቲኦም ፕሬዚደንት እዚኣቶም ሲ ዘይብሎም ወልፊ እኮ የለን ዘይብሎም ወልፊ የለን እትርእይዎም ነርኩም ንደብረጽዮን ጠውሊጎም ሓመድ መሲሎም እቶም ተጋደልቲ ክዳኖም ይቀየሩ ገለ ይበሉ ብጣዕሚ ተጓሳቂሎም እናሃለው እኒ ጌታቸው እኒ ታደሰ ወረደኸ ካብ ሽዱሽተ ሰዓት ጀሚሩ እንታይ ይብልና ባዕልቶም ኮይም ከዓም ዘውፅእዎ ድሕር ቁም ነገር ረሊኡ ኮይኑ ጀነራል ታደሰ ስልኮም ኣጥፊኦም እዮም ተዓፅዮም ዝውዕሉ ይብል ነይሩ ህዝቢ ከምኡ እናገበረ እዩ ፀኒሑ ታደሰ ወረደ ደግነቱ ህዚ ክነግረኩም ታደሰ ወረደ ሓንቲት ነገር ክገብራ ዝኽእል ነገር የለን ህዚ ሓንቲት ኩሉ ነገር ተቀያየሩ እዩ ዝርዝር ኣብ ቴሌቭዥን ክነውፅኦ ኣብ ሚድያ ክነውፅኦ ስለ ዘየንደሊ ኢና እምበር ኩሉ ነገር ተቀያየሩ እዩ ሓንቲ ነገር ገብረላ ህዚ ዋላ ክንደይ ግዜ ሽንቲ ቤት ከም ዝኸደም ይፍለጥ እዩ ድሕር ተድልዩ ይፍለጥ እዩ ስለዚ ስቁ ኢልካ እዩ ጉራን ዘየለ ኣብዚ እናሃለኹ እንዳውም ናይቱ ታደሰ ወረደ ከምዚ ኢሉ መግለፂ ኣውፅአ ከምዚ ኢሉ ተዛረበ እናበለ ዝፅሕፍ ዝነበረ ገብሩ ምናምን ዝበሃል ዶክተር ተባሂሉ ኣብ ኣዲስ ኣብ ምኽዓብ ዝገርመኩም ኣብ መቐለ ኮይኑ እኮ እዩ ነይሩ ኢለምዎ ዝተኣሰረ ኣሎ ትማሊ ቀይዱ ዝወዓለ ኣሎ ግን ከ እዞም ወረዳታት እዚኣቶም ክልቲኦም ትርእዎም ዘለኹም ግን ብጣዕሚ ዘሕፍር እዩ ኩሉ ነገር ዝግበር ዝነበረ ኣብ ትግራይ እንታይ ዘይተገብረ በጌታቸው ግዘ ኣብ ትግራይ እንታይ ዘይተገብረ ቅትለት ድዩ ስርቀት ድዩ ስደት ድዩ ሽግር ድዩ ተኹሲ ድዩ ፈንጅታት ድዩ ዘይፍንጀር ነይሩስ ኩሉ ነገር ዘይተገብረ ሰላማዊ ሰልፊ ድዩ? ኩሉ ነገር እናፀዋዕኻ ገንዘብ እናሃብካ ኣድጊ እናሸለምካ በቕሊ እናሸለምካ ዘይተገብረ ነገር እኮ የለን። ልክዕ እቲ ዓብዪ ኣሕመድ መጀመርያ እንትመፅእ እንተሎ ናብ ስልጣን ከምኡ እዮም ገይሮም ነይሮም። ክንርስዖ የብልናን ሰማዕተይ። ሕዚ ከ ትሪእዎ ኣለኹም ኣብ ሓደ ሰሙን ሓደ ለውጢ ዓብዪ ዓብዪ ዓብዪ ለውጢ መፂኡ እኒሀ ኣብ ትግራይ ኣብ ሓፂር ግዘ ዓብዪ ለውጢ እዩ። ስለዚ እቲ ዝርዝር ብደንቢ ጌርና ክነምፆ ኢና ንህዝብና ብደንቢ ጌርና ካብኡ እናደወልና ክነስምዐኩም ኢና። ተጋደልቲ እነውና ኣብ ግንባር ዝኒሄው ኢና ንብለኩም ዘለና ዝነብሩ ዘለዉ እዩ ከምቶም ተጋደልቲ እኒ ከምኒ ጀርመን ዝመሰለ ኣብ ዝተፈላለየ ከተማታት እስቲ እንታይ ይካየድ ኣሎ ከድካ ስትረአ ናይ ድሕንነት ሰራሕተኛታት እዮም መሓውር ኣለዎም ኔትወርክ ኣለዎም ይነግሩና ኣለዉ ኩሉሲ ክትሰምዕዎ ኢኹም ክንነግረኩም ኢና ማለተይ እዩ። እቶም ተጋደልቲ ከ ኣብ ግንባር ኮይኖም ይድውሉልና ኣለዉ። ብጣዕሚ ብዙሓት ብዙሓት ተጋደልቲ እዮም ዝድውሉልና ዘለዉ ዝግበር ዘሎ ምሽጥር ናይ ሰራዊት እንድሕር ኮይኑ ተሰሚዑና ኣይነስምዖን እምበር ናይ ሰራዊት ክስታይ ምሽጥር ክነውፅእ ስለ ዘይንደሊ ምሽጥር ከይኸውን ይጎድእ ደኾን ይጠቅም ደኾን ካብ ጥቕሙ ጉድኣቱን ኣዩ ንኣይ ዝበልፅ እናበልና ኢና ንቕርዮ ዘለና እምበር እዞም ሰባት እዚኣቶም እዞም ኣብ ክልቲኦም ምክትል ናይ ግዜያዊ ምምሕዳር ፕረዚደንታት ተባሂሎም ዝነበሩ ብኣቶም ግዜ እንታይ እዩ ተረኺቡ ፈኸራን ሻህራን ተመዛበልትን ተጓሳቐልትን ህዝቢ ዝበዝሕዎ ተቆራረሰት ንእሽተይ ዝኾነት ክልል ኣቕሪኻ ማንም መሬት ዝገዘ ይግዝኣዮ እናበሉ ዝዛረቡ ስደት ዝኹለይ መንእሰይ ጽረግ ኢሉ ዝኸደ ብኒ ጌታቸውን ብፍላይ ብናይ ጌታቸው ግዜ ምዃኑ ክትራት ክትራን ተርእዩ ተሰሚዑ ዘይፈልጥ ክትራን ቅትለት ስርዓት ኣልበኝነት ኣብ ትግራይ ሰፊኑ ዝነበረ ኣብ ትግራይ ከይዶም ደቅና ይመሃሩ ሰፍ እዩ ካብ ኩሉ ክልል ዝበሐሸ ዝበለፀ ትግራይ እዩ ዝበሃል ዝነበረ ብጌታቸው ግዜ ከ እንተኮይኑ ኩሉ ቅትለት ትብሉ ክትራን ትብሉ ሓንጊ ምግባር ብትብሉ ተርእዩ ተሰምዑ ዘይፈልጥ ዓሰርተ ክልተ ሰዓት እንተኾይና ካብ ገዛኻ ዘይወፅኣሉ ነገር እዩ ተፈጢሩ ነይሩ። ሐዚ ግን መቐለ ኣንዳዕዲዕኻ ኣብ ዝደለኻዮ ሰዓት ትዞረሉ ግዜ በፂሑ እኒኦ። ኣብዚ ሓፃር ኣብ ሓንቲ ሰሙን ውሽጢ ኣብ ሓንቲ ሰሙን ውሽጢ ስልጣን ከዓመ ኩሉ ማንም ስልጣን ክበካ ኣየናይ ስልጣን ገደብ ዘይብሉ በቃ ኣነ እየ ዓብይ ኣሕመድ እዮም ክብሉና ጀሚሮም ነይሮም። ታደሰ ወረደን ብግዜኦም ፃርቃንም ይኹን ታደሰ ወረደም ይኹን ጌታቸውም ይኹን ፃርቃን ብድሕሪት ኮይኑ ዝደፍኦም ዝደፍኦ ዝነበረ ብፍላይ ንጌታቸው ፃርቃን እዩ። ካሊእ ክብሪ ክብሪ ህዝቢ ክብሪ ህዝቢ ተስታውሱ ሰማዕተይ ኣትን ሸራሙጥ ኣትን ሰዋ ፀሞቕቲ እናበልካ እናፀፋዕኻ ኣብ ዓዲግራት፣ ኣብ ሽረ፣ ኣብ ዝተፈላለየ ቦታትት እንታይ ይበጽሐን ከም ዝነበረ ምዃዓም ተጋድልቲ ዝነበራ ብቲ ዓሰርተ ሸውዓተ ዓመት ክንደይ ኣካለን ዝጎደላ፣ ደቀን ዘጋደላ፣ ሰብኡተን ዝሰኣና ሸራሙጥ ይበሃላ ነይረን። ኣኻልብ ይበሃላ ነይረን። ኮማራ ይብልወን ነይሮም ናይ ዳስዋ ኣብኡ ከይዶም ዳስዋ ከይዶም እናሰተዩ እናወዓሉ ከምኡ ኢሉ ነይሮም ውርደት ንህዝቢ ምውራድ ክብሪ ህዝቢ ምልዓል ዘይሕጋዊ ዝውውር ሽዑ ግዘ እንታይ እዩ ዝነበረ? ዝቆለይ በቃ ብኤርትራ ኣንፈት ዝመፅእስ ብተፈላለየ ነገር ዝግበርስ ንሱዳን ዝኸይድስ ዝውውር ሕገወጥ ናይ ሰብ ዝውውር ተስፋሕፊሕሉ ዝነበረ ብኣቶም ግዘ እዩ። ዝቆለይ መንእሰይ ግልብጥ ኢሉ ካብ ትግራይ ወፂኡ ክኸይድ ዝተገብረ ካብ ኤርትራ ዝመፀ ዝኸደሉ ዝነበረ ስለዚ ናይ ትማልን ናይ ሄዝን ብዞም ናይ ግዝያዊ ምምሕዳር ዝብሃሉ ፕረዚደንታት እዚኣቶምን ሐዚ ዝኒሆን ሰማይን መሬትን እዩ ሰማዕተይ። ህዝብና ተሓጉሱ እዩ ዝኒሆ። ኣብ ሙሉእ ዓለም ዝኒሆ ህዝብና ተሓጉሱ እዩ ዝኒሆ። ደስ ኢልዎ እዩ ዝኒሆ። ሓብር ኣሎ ከዓመ። ካብ ኩሉ ዘሐጉሰካ ኣብቲ ዳያስፖራ ዝኒሆ እዩ። ተኸፋፊሉ እዩ ነይሩ ሰማዕተይ። ካብ ትጽበይዎ ንላዕሊ ተኸፋፊሉ እዩ ነይሩ እቲ ህዝብና። ሐዚኸ ሓደ ይኸውን ኣሎ ምእንተ ትግራይ ይውፃእ ጀሚሩ ኣሎ ሰልፊ ማንም ዘይፀውዖ ትግራይ ትግራይ ይብል ኣሎ ትግራይ ንኸይትበል እኮ ብስሩ እኮ ዳርጋ ዘሕፍርኩ እዩ ኮይኑ ነይሩ ከምዚ ኢለን ተደፈራ ቆልዑ ህፃናት ቆልዑ ተደፈራ ተጨውየን ተወሰዳ ገንዘብ ራንሰም ክንዲዚ ክፈሉ ድሕሪ ጓል ወድኹም ክትመለሰልኩም ትደልዩ ኮይንኩም ይበሃል ኣሎ ገለመለስ ይበሃል ስለ ዝነበረ ሓፊርና ኮያ ነርና ተጋሩ ኢና ምባልና ናይ ትግራይ ባንዴራ ዘለዎ ተኸዲንና ንኸድ ዝነበርና ብስርኮ የሕፊሩና እኮ እዩ ነይሩ ንምንታይ ወዚ ኩለይ ዓገብን በደልን ዝበፅሕ ለሎ ኣብ ትግራይ ብዓብዪ ኣሕመድ ዘምፅኦም ሰራዊትን ሓገዝቱን ይበፅሐለን ንብሎ ዝነበርና ሰም ሰራዊት ወፂኦም እናሃለው ንስብት ንሳትኩም በዓልትኹም ረኣኹም እቶም ተጋደልቲ ናይ በዓልትኹም እዮም ከምዚ ዝኩለይ ዓጋብ ዘብፅሑ ዝነበሩ እናተባሃለ ምውራይ ስለ ዝተጀመረ ብጌታቸው ግዜ ኮነ ኢልካ ካብኡኸ ሰብ ሓፊሩ ተበቲኑ ነይሩ ተናሲሑ ነይሩ ኣብ ትግራይ ዘሎም ይኹን ኣብ ሙሉእ ዓለም ዘሎ ህዝብና ሕዚ ከዓመ እቲ ትግራዋይነት ብሓደ ግዘ ብጣዕሚ ዘሕብነካ ዘኹርዐካ ትግራዋይ ድሕሪ ሓቢሩ ከዓመ ማንም ኣየሸንፎን ማንም ማንም ዓዲ ማንም ኣብ ታሪኽ ገገለ ዘበን ብዕድመ ኣሸኒፍዎ እዩ ትግራይቲ ኣንበርኪኽዎ እዩ ምሉእ ንምሉእ ዝበሃል ነገር እንተልዩ ፀሓፉ ኣይንፈልጥን ኢና ዝሸነፍ ንሱ ብንሱ ምስ ተሸነፈ ድቶም ተዋል ገጀፍቲ ዝበሃሉ ፀላእቲ ምስ ተሸነፈ ምስ ኣባረረ ካብኡ ኸ ንሱ ብንሱ ብስልጣን ክዓመ ይናቆር ከም ንጌታቸው ባንዳ ይኸውን እዚ እናበልኩ ሰማዕተይ ንሕዚ ኣብዚ ይኣኽለኒ ብጣዕሚ ብጣዕሚ ኣገደስቲ ዝኾኑ ሓበሬታታት እናመፁ እዮም ዘለው ላይክ እንተይገበርኩም ከይትወፁ ሰብስክራይብ ዘይገበርኩም ሰብስክራይብ ግበሩ ድሓን ዋዕሉ ድሓን ሕደሩ ቻው